ኻልእ ምንም ታሪኽ የብሉይ ማለት እዩ። ኸምኣ ተኾይና ኸዓ ብህግደፍ ኸዓ እቲ ኢሮፕ እቲ ዘላምበሳ እቲ ግዛዕ ምዛዕ ኣብ ኢድ ህግደፍ ለሎ ንሱ ከመይ ክግበር ባድመ ትውና ዲኹም ትውና ዲኹም ኣብዚ ንስማማዕ እሞ እቲ ቃልሲ ንጹር ክኾን ባድመ ናብ ትግራይ ትምልስዋ ዲኹም ኢሮፕ ናብ ትግራይ ትምልስዋ ዲኹም ኣብዚኣ ክንስማማዕ ኣብዚኣ ክንስማማዕ እታ ቃልስታት እንታይ ይብልዋ ነይሰምዑ ኢትዮጵያ ትበሃል ዓዲ ፋሕፋሕፋሕፋሕ ብትና ብላ ኢና ናበይ ደኣ ትኸዱ ዓለማኹም እንታይ እዩ ዓለማኹም ዓባይ ሃገር ኤርትራ ድዩ ዓባይ ሃገር ትግራይ ድዩ ንገሩና እማ ምሳኹም ንጹር ቃልሲ ግበሩልና ምሳኹም ጠጠው ክንብል መትኸልኩም እንታይ እዩ ኖ ባድመና ኤርትራ እዩ ግዛዕ ምዛዕ ኣይኮነ ባድመ ኢሮብ ትውና ዲኹም ህግደፍ ካብታ መሬትና ትወጽእ ዲኻ ችግር የብሉይ ንሕና ምንም ችግር የብሉይ ትወጽእ ዲኻ ካብታ መሬትና ግልጺ ግበራ ፋኖና ፋኖ ከዓ ብራያና ብወልቃየት እንዲኻ ትበኣስ ስለለኻ ምስ ብልፅግና ራያና ወልቃየት ናይ ትግራይ ምዃኑ ክትኣምን ዲኻ ሕወሓት ከዓ እንታይ እዩ ድሌትኻ ንስኻ ዓባይ ሃገር ኤርትራ ድዩ ዓባይ ሃገረ ትግራይ ድዩ እንታይ እዩ ድሌትኻ እንታይ ዓለምኻ ዋላ መልሲ የብሎሚ ደቂ ዓበይቲ እንታይ መሲልኩም 214 213 ዓላማ ዘይብሉ ቃልሲ እስካብ ደብረ ሲና ከይዶም ሓደ ነጥቢ ሓሙሽተ ኣሕዋትና ኣወዲኦም ኣጨፍጭፎም ኣዲስ ኣበባ ከይድኩም እንታይ ኢኹም ትገብሩ ክበሃሉ ተለዉ መልሲ ዘይብሎም ተመለሱ ክበሃሉ ተለው ስቕ ኢሎም ንምለሱ እዚኦም ኣሕዋትና ሓደ ነጥቢ ሓሙሽተ ዓላማ ዘይብሉ ምንም ነገር ዘይብሉ ኣሕዋትና ስኢና ኣብዚ ከዓ ዓላማ ዘይብሉ ንሕና ጦርነት ክንሳተፍ የብልናይ ንሕና በተለይ በተለይ ኣቱም ደገፍቲ ህግደፍ ማለት እዩ ኣነ ምሳኹም ሓንቲ ነገር ክዛረብ ኣነ ከም ብሓፈሻ ኣብዚ ሶሻል ሚድያ ኩሉ ሰብ ይፈልጠኒ እዩ ኣነ ምስ በርጌድ ንሓመዱ ምንም ችግር የብለይ ኤርትራዊ እዩ ተወፂዐ ተበዲለ ይብል ኣሎ ሃገሩ ንስኡ ንፈልጣ ተወፂዑ ድዩ ተበዲሉ ድዩ ኣነ ምንም ክርደኒ በቃ ንሱ ንፈልጣ ኣቱም ሃገራውያን ከዓ ንሕና ኤርትራውያን ኢና ጥዒሙና ኣሎ ትብለኹም ኣነ ችግር የብለይ ምስ ክልተኹም ሲ ኣብዛ ሶሻል ሚድያ ይፍለጥ እየ ችግር የብለይ ግን ኣቱም ደገፍቲ ሕወሓት ግን ኣቱም ባ ደገፍቲ ህግደፍ ንዓኹም ክትዕመኩም ኢልኹም ንዓና ጥፉእ እንድሕር ትብለኹምና ኮይንኹም እዚ ሸም እዩ ፍትሓውያን ኣይኮንኹምን እርግጠኛ እየ ንዓኹም ከዓ ኣይጥዕመኩም እዩ ስለንፈልጥ እዩ ማለት እዩ ኣብዚኣ ለለኹም ኣቲ ኤልሳ መዓረይ ከምዚ ገይሮምና ሕብሪ ዓይንኹም ደስ ኣይበለና ኢሎም ኣባሪሮምና ማኪናና ተመንጢልና ገዛና ተመንጢልና ገለታት ምናምን ኢኹም ትብሉኒ ኣነ ይሓዝን ቪድዮታት ሼር ትገብሩለይ ይሓዝን ይበኪ ወላዲተይ ማለት ይሓዝን ኦኬ ሐዚ ድሕር ግዜ ድሕር ዓሰርተ ዓመት ድዩ ድሕር ዕስራ ዓመት ድዩ ሕወሓት ከም ኮንደም ተጠቂማ ተደውርያትኩም ግን ግዛዕ ምዛዕ ከይትብሉ ነጊርናኩም እኔና ማለት እዩ። እዚኦም ንዓኹም ዓቕሚ ስለ ንስኣኑ እዩ ክነግረኩም። ዓቕሚ ስኢና ኣላ ሕወሓት። ህዝቢ ትግራይ ዓኽን ቱፍ ኢልዋ፣ ህዝቢ ኢትዮጵያ ዓኽን ቱፍ ኢልዋ። ሕዚ ዕንጭዋ ሕወሓት መሸጎጢ ደልየላ ክትሽጎጥ ደልየላ መሸጎጢዓ ከዓ ናበይ ከም ዝኾነ ናብ ፈጣሪኣ ማለት እዩ ፈጣሪዓ ከዓ መን ምዃኑ ጠንቂቕና ንፈልጥ ኢና ስታሊን ብኣባ ጋዕጋዕ ንሕና ክንናገር ከለና ኣነ ከም ሓንቲ ጓራያ ሓቂ ዘረባ ብዙሕ ነገር ፅልኢ ኣሕዲርለ እዩ ኣብ ልዕሊ ኤርትራውያን መን ስታሊን እንታይ ይብለኒ ስታሊን ሓንቲ መዓልቲ ሰራዊት ሻዕብያ ኢልዎም ኣይፈልጥ ኣራዊት ሰራዊት ሻዕብያ እዩ ንብለኩም ኣራዊት ሰራዊት ሻዕብያ ኣብ ናይ ደቂ ኣንስትዮ ምስማር ኣትዩ ከምዚ ገይሩ ኣራዊት ሰራዊት ሻዕብያ ደቂ ኣንስትዮ ቀቲሉ ሞይተን ደቀን ናርአያ ደፊሮሞን ፅልኢ ኣሕዲሩልና ሰለስተ ዓመት ሙሉእ ከመይ ጌርና ንርስዖ ደቂ ዓበይቲ ስታሊን እዩ ፅልኢ ጎስጒስዎ ስታሊን መን እዩ እዚ መን ሚድያ መን ሚድያ ሓግዝና ኣብቲ ዓይኒ እዚ መላጥ ኣታ ስሙ እንዶ ጠፊእኒ ኣነ እኮ ሰብ ተፀሊዐዮ ስሙ እውን ኣይዝክሮይ ኣይዶነ ሓደ መላጥ ኣለዎ መንድስቲ ደደቢት ሃይለ ሃይለ ደ- ደ- ደደቢት ሃይለ ደደቢት ደደቢት ደደቢት ደደቢት ሚድያ ደደቢት ንላ ኣልኪና ያ ዳሓን ያ ያ ሃይለ ድስቲ ክልተ ዓመት ሙሉእ እንታይ እንታይ ኢሎምና ደቂ ዓበይቲ እንታይ ኢሎምና መሲልኩም እዚኦም ክልተ እዚኦም ማርያም እንታይ ኢሎምና ኣቦሲ ኢሎም ኣቦ ኤርትራውያን ኣብ ትግራይ መፂኦም ሲ ኣቦሲ ንጓሉስ ድፈራ ኢሎሞ ርኢ እንግዲህ ፅልኢ ሰቢኾምና እንተብቅዑ ሕዚ እንታይ ይብለው ንሕና ኣስመራ ኢና ንኸድ ኣስመራ ክትኸድ ተለካ ግን ህዝቢ ኣስመራ ህዝቢ ኤርትራ ፎቲኻያ ይኾነ ክትሽጎጠላ ስለ እንደለካ እዩ ኣይምሓረና ከይንምሕረኩም ከዓ ኢልናኩም ኣለና ቀይም ሓርና ከይንምሕረኩም ከዓ ኢልና ኣለና ደቂ ዓበይቲ ስለዚ ወዴነኹ ኣንውሐልኩም ያው ፊሊ ዓይነ ኢለ ናይ ማዳም ነገር ኣዘካኺርካኒ ኣለካ ማዳም ከይጓሓፈት እንዲ ናብታ ስርሐይ ክኸይድ ደቂ ዓበይቲ ተንኪ ተንኪ ኤል ኣብ ታሕቲ መልእኽቲ መፅያት ንጓል ማዳም ከም ደይኮንከ ወይ ድሓን ፀገም ዶ ኩሉ ስራሕ እኳ እዩ ኣይንንዕቆን ኢና ክብሪ ኣለና ኣነ ካባኽ እንደ ምሳኽን እየ ደማሲ ብዓብዩ ከናህና እኳ ዕድል ንዲያመንድ ክህባ ዲፍ ሓወይ ሓንቲ ግዜ ሽግር ብዙሕ ግዜ ረጊፀ